ሰላም ሰላም ክብረት ፋሚሊ ናይ ኤድ ዩቱብ ቻናል ተኸታተልቲ ከመይ እኒኹም? ኣነ ሰላም እየ እግዚኣብሔር ይመስገን። ከምቲ ሰላም ዘለኽዎ ሰላም ቅሳደስ ክትብልውለይ ናይ ኩሉ ግዜ ተምኔተ እዩ። ክብረት ፋሚሊ እምበኣርካስ ናይ ሎማንቲ መደብና ከዓ ከምዙ ትርእይዎ ኣለኹም ኣብ ምስሊ ይርዱ ሓፍትና ዝተፅሓፈ ፅሑፍ ንእሽተይ ሓሳበይ ክገልፅ እየ መፅየ ፋሚልየ ቅድማ ናይ ቻናለይ ሓድሽ ዝኾንኩም ላይክ፣ ሼር፣ ሰብስክራይብ ናገበርኩም ቤተሰብ ኩኑ ቤተሰብ ከዓ ክምቲ ልሙድ ሃናፂ ርእይቶኹም ኣይፈለኒ ክብል ይደሊ ትገብሩለይ ልኹም ምብርታዕ ደኣ ካብ ልበይ እየ ዘመስግን ይኣነለይ ክብል ይደሊ ማለት እዩ። ክቡራት ፋሚሊየ ላኡ ከብለኩም እየ ሰናይ ፃንሒት እምበኣር ከዚ ከምዚ ትሪእዎ ኣለኹም ኣብ ምስሊ ዮርዶ ሓፍትና ዝተፅሓፈ ኮመንቲ ልባዕለይ ከም ጓል መጠን ብጣዕሚ እዩ ገሪሙኒ ማለት እዩ። ንስኻትኩም ከ እንታይ ከመይ ኢልክን ትሓስባ ከመይ ኢልክን ከ ትስክትዋሉ ትኽእላ ብሕልፊ ደቂ ኣንስትዮ ኣሕዋተይ ብጣዕሚ ምክንያቱ ኩላና ደቂ ኣንስትዮ ስለ ዝኾና ኣብ በዓልትና ክበፅሕለ ስለ ዘኽእል ማለት እዩ እና ናይ ወይነይ ዘይኮነሲ ናይ ኩላትና ሓሳብ ኢና ንካፈለሉ እዚ ኮመንት እዚ ማለት እዩ። መጀመርታ ላብቱ ኮማንት ጽሑፍ ከብለክን እሞ ሓሳብክን ኣብ ኮማንት ኣምጣለይ ኣነ ድሞ ዝተረኤኒ ንእሽተይ ክገልጽ እየ ማለት እዩ ማርያምን ኣነ ልፎቾ ዘፍቅሮ ወዲ እኒኤኒ በዓል ሓዳር እዩ ግን ምስኡ ክወልድ ክነብር ይደሊ እየ ካብ ምስ ካሊእ ሓዳር ገይረ ዝነብር ሓስበ ካብ ምስኡ ሓዳረይ ገይረ ክነብ ካብ ምስ ካሊእ ሓዳረይ ገይረ ክነብር ምስኡ ሓዳር እናሃለየ ካብኡ ወሊደ ክነብር እየ ዝደሊ ሓሳብኪ ኣካፍልኒ የርድዬ እያ ኢላ ዝሓፍትና ማለት እዩ ቤተሰብ እናትኾነ ትሰምዑ ያላችሁ ትኾኒ ምክንያቱስ በቃ ሰብ ክውን ከዓ ዘይጋገ የለይ ካብ ገግኡ ዘይምለስ ሰብ ከዓ የለይ ማለት እዩ ካብ ባህሪ ጀሚሩ ብዙሕ ቃላት ብጌጋ ንክንፅሕፍ ንኽእል ኢና ብዙሕ ነገር ከዓ ብጌጋ ክንሰርሕ ንኽእል ኢና ግን ኣብቲ ብጌጋ ዝሰራሕናዮ ነገር በቃ ማንም ሰብ ከምዚ ጌርካ ክብለካ ከሎ ናይ ተረዲእካ እቲ ሓሳብ ፅቡቅ ተኾይኑ ሴፍ ትገብሮ ሕማቅ ተኾይኑ ከዓ ትድልቶ ማለት እዩ እና ኣነ ንእሽተይ ከካፍል እየ ንስኻትኩም ከዓ ንእሽተይ ኣካፍልዎ ኣብቲ ኮማንት ሓሳብኩ ማለት እዩ ቤስ ማለት ፍቅሪ ክህልየክ ይኽእል እዩ ግን ከዓ ሓዳር ሒዙ እዩ ከዚ ከመይ ሓሳብ ሓሲብኪ ምክንያቱ በዓል ሓዳር ኮይኑ ስለ ዘፍቀርኩ እየ ምሳኺ ክነብር ትደሊሲ ከመይ ዓይነት ኣተሓሳስባ ስለ ዘለኩ እዩ ምክንያቱ እታ ምስኣ ዘላ እታ ምስኡ ዘላ ጓልሲ ከማክ ጓል ተነሽተይትስ ኣይኮነት ድያ ወይ ከዓስ ወዲ እያ ኮይና ተሪኣትኪ ኣነ ካብ ቢጂ ማርያም ብጣዕሚ እዩ ገሪሙኒ። ምክንያቱ ጓል ልጓል ኮይንካ ኣብ ናይ ጓል ሓዳር ልሓዘቶ ወዲ የፍቁረ እየ ኩረ እየ ኢልካ ክትጥምታ ከለካ እግዚኣብሔር ኣምላክ ኣይፎቴ ናይ ባዕልካ ይፍጠረልካ በቃ ምክንያቱ ምስ ካሊእ ወዲ ክትርእዮ ከለኺ ሓንቲ ጓል ፅቡቅ ናብራ ክትመርሕ ከላ ፅቡቅ ሓዳር ክትሰርሕ ከላ ፅቡቅ ላይፍ ክሕልፉ ከለው ፍቅሪ ክልግሰላ ከሎ ኦ ኣምላከይ ልኡ ልመስል ወዲ ፍጠረለይ ኦ ኣምላከይ ልኣትመስል ጓል ፍጠረለይ ኢልና ናብ ኣምላክና ኢና ክንፅሊ ዘለና። እምበር ሰብ ልሓዞ ናብራ ላሰብ ላጠመትና ከማና ደቂ ኣንሽትዮ ጽቡቅ ሓዳር ዘለወን ላብኣተን ላጠመትና ኣስኡነን ክነፍቅሮምን ክነኽብሮምን የብልናይ ምክንያቱ በቃ ካላስ ተታሒዞም እዮም ካብ ሓዳር ኣምጺእካ ከዓ ሓዳር ክትገብር ከለኻ ሓጢኣት እዩ ብሕልፊ ኣባናስ ብጣዕሚ እዩ ሓጥያት ምክንያቱ ኣብ መስሉም ዝኾነ እኳ እዩ ዓይዲ ገይሮም ዝወስድዎኒ ብሕልፊ ክርስትያን ዝኾና ሓደ ሰብኣይና ሓንቲ ሰበይቲ ብቻ እያ ትፍቀደላ እሱ እውን በቃ ኣብ መንጎ ፅልእለ ክፍጠር ይኽእል እዩ ምክንያቱ ምስ ሓደ ቃል ኪዳን ኣሲርካ ክሳውቱ ዘለካ ይዕለት ክትነብር ቆሪብካ ሰጊድካ እዩ ዝለና መፅሓፍ ቅዱስና ግን ኣብ መንጎ ለ ክትበኣስ ትኽእል ኣብ ፍቕሪ ብዙሕ ፈተና ከጋጥመካ ይኽእል'ዩ፣ ትፋላለ ትኽእል ኢኻ፣ ተተፋላሊኻ ኻዓ ሱቕ ኢልካ ንበር ልብል የለይ፣ ምኽንያቱ ኣብ ዓለም ኮኑ ክወልድ ዝይደሊ፣ ጽቡቕ ናብራ ክመርሕ ይደሊ፣ ፍቕሪ ሓድሽ ህይወት ክጅምር ይደሊ፣ ጓል ይኹን ወዲ ይኹን ብዘየገድስ ማለት እዩ። እሱ ኻዓ ተወሺምካ ዘይኮነሲ ኖርማል ልዝጋየር ኣምላካ ስናይ ሕዝስ ባርኸለይ ኢልካ ቃል ኪዳንካ ኣሲርካ ዝተወሰነ ሰብ ሓዊስካ ካልኣይ ህይወት ካልኣይ ክትጅምር ትኽእል ኢኻ እምበር ናይ ሰብ ሓዳር እናሃለየ ካብ ሓዳሩ ሲ ኣነ ብጣዕሚ እየ ለፍቅሮ ኣነ ብጣዕሚ እዩ ዘኽብሮ ግን ካብኡ ክወልድ እዩ ደስ ዝብለኒ ትብሊ ጓልሲ ከመይ ዓይነት ጓል ኮንኪ ኢኺ ንስኺ ወይ ከዓ ስታብ ገዛ ዘላስ ከመይ ዓይነት ጓል መሲላ እያ ኣክተር እያ ትኪ ኣነ ማራ እየ ወሲቀ ምክንያቱሲ ኣብ ባዕለይ መሲሉ እየ ተሰሚዕኒ ከዛ ኣነ ልሓስኩዎ ሓዳርሲ ሓንቲ ጓል መፅያ ብጣዕሚ እየ ለፍቅሮ ለኽብሮ ካብኡ ክወልድ የለ እየ ገለ ተይላትንስ ማርያምን ካብ ቪድዩ ምክንያቱ ወይ ክሓድገላ ጠቕሊላ ወይ ከዓ ትሓድገለይ ጠቕሊላ እና ሕፅር ዝበለ ተዲያ ክወልደለ መሲሉ ግን ሓደ ደቂ ኣንስትዮ ኮይና ኣፍቂሮዮ ገለገለ ኢልካ ክትልዮንካ ፎር ዋላ ክህልየካ ይኽእሉ ግን ሲ ትፃወሮ ንእሽተይ በቃ ምክንያቱ እቲ ወዲ ደፊኡ ተፍቂሩ እቲ ወዲ ተኽቢርካ ተሓሊካ ተገዳስነት ተልዎ ብደንብ ዝከባኸበካ ትኾኑ ፅቡቅ ናብራ ክትመርሕ ትኽእል ኢኻ። ናይ ኩሉ ግዜ ናይ ዘለኣለም ሰበይቱ ክትከውን ትኽእል ኢኻ። ሓንቲ ጓል ንሓደ ወዲ ብጣዕሚ እየ ዘፍቅሮ ብጣዕሚ እየ ዘኽብሮ ኢልካ ምስኡ ተጠባቢቕካ ግን ልጊዛዊ ዘይኮነስ ልዘለኣለማዊ ዘይኮነስ ልጊዛዊ ምክንያቱ በቃ እኒልካ ሓደ ሓደ ኣሎ ብዙሐት ሰባት ልስምዒት ኢሎም ዝጥቀምዎ ከምኡ ዓይነት ይኸውን ዝኽእል እምበር ሓደ ወዲ ወላ ብጣዕሚ ፍቅሪ ይሃልኺ ኣይሃልኺ ብዘየገድስ ኣብ ሓዳሩ ኾኑ እንድሕር ላው ጠሚትኪ እቲ ወዲ ከዓ እታ በዓልቲ ሓዳሩ ሓዲጉ ናባኺ ክመፅእ ኣይደሊ ምክንያቱ በዓል ኸያ ርክስቲ ምዃንኪ ይርእየኩ ኣሎ ልወድስ የፍቅረካ እየ የኽብረካ እየ ክትብል ከለኻ ሓደ ወዲ ብሕልፊ ከምኡ ድፍር ኢልካ ክትናገሮ ከለኻ በቃ ከምዙ ኔዴ ሕስር ዝበለት ኮማ ዓይነት እዩ ዝመስሎ ወዲ ሓድ ትጓል ወዲ ብጣዕሚ እየ ዘፍቅረኪ ዘኽብረኪ ኢሉ ዋላ ብዙሕ ፍቅሪ ይሃሊኻ ብውሽጢኻ ሱቅ ኢልካ ስምዒትካ ተቋፃፂርካ እንድሕር ሒዝካዮ ግን እቲ ወዲ ከዓ ክባር ምዃንካ ይፈልጠካ ኣሎ በቃ ነዚኣስ ብጣዕሚ እያ ከባድ ከኽብራ ኣለኒ ክሳብቲ ዘላቶ ዕለት ምስኣ ህይወተይ ከሕልፎ ኣለኒ ኢሉ ንባዕልኺ ይኹን ንወለድኺ ይኹን ከኽብረልኪ ደስ ይብሎ ዋ በዓልትና ልሓደ ወዲ የፍቅሮ እየ ክብሮ እየ ክወልደሉ ይደሊ እየ ገለ ተይሉ ግን በቃ ንሱ ከዓ በቃ ምክንያቱ ቀልል እዩ

ወዲ ባዕሉ ሓስዩ የፍቅረካ እየ የኽብረኪ እየ እንድሕር ኢሉ ሓሳው ሓስዩ እንድሕር ልወስደካ ሓንቲ ጓል ተኾይና ግን ክሳብ መጠራሹ ንግስቲ ኮይኑ እዩ ዘንበራ ማለት እዩ እና እግዚኣብሔር ኣምላኽ ዘይፈትዮ ስራሕ ኣይንስራሕ ናብ ናይ ሰብ ሓዳር ኣይንጠምት በቃ ናይ ሓንቲ ጓል ወይ ናይ ሓደ ወዲ ፅቡቅ ሓዳር ክትርኢ ከለካ ደስ ይብለካ። በቃ ኣምላኽ ኣቢሉ እዚኦም ክኸውን ከማይ እዩ ዝመስል ስረ ዓድለኒ ከማይ እዩ ዝመስል ስረ ዓድለኒ እና ንጸሊ ኩለና ተዘይለና ናማትና ሓዳር ኣይንጠምት ዋ ከመይ ዓይነ ኣነ መጣዕም እየ ወሽ ማርያምን እዚ እኳ ደሓን እየ ምክንያቱ ሰቃ ላብ ሚድያ ገለ ክትናገር ከለካ ንሽ ስሜትካ ተቋፃፂርካ ክትናገር ዘለካ ምክንያቱ ብዙሕ ነገር ስምዒት ሃሊካ ወላ ሓዘን ይሃልኻ ጭንቀት ይሃልኻ ስምዒትካ ተቋጻጺርካ ከም ደስተኛ ዘለኻ ከም ጽቡቅ ህይወት ትሕልፍ ለኻ መሲልካ ናብ ሚድያ ክትወጽእ ዘለካና እምበር ዝኮመንት ገለ ምሰነኩዎሲ በቃ ካሜዲ ሓሴስ ደቂ ኣንስትዮ ሲ ብሕልፊ ሓደ ሓደስ ከምዚ ሕሳራት ድንዮ ከምኡ ዓይነት መሲሉ እዩ ዝስምዐካና ዓሪፍና ንቀመጥ በቃ ጓልስ ከምቱ ናይ ወለድና ዋላ ሓደ ወዲ ብናይ ዓርኺ ተመራፅነት ክኾን ከሎ ግን ላዝም ብወለድኻ ተናጊሩ በቃ ሓዳር ለለዎ ዘይኮነት ሓዳር ኣብ ሓዳር ነሩ ተተፋትሑ መኸውን ይኽእል እዩ ምክንያቱ እዚጋ መጋጣም ሓዳር ይጅምሩ እሞ ክፋትሑ ይኽእሉ እዮም ተፋቲሑም ከዓ ግልፅነት ተናገሩ ወይ ወረቀት ተቀዱ ወይ ኔዴ ናይ ፍትሕ ኩሉ ነገር ርግፅ ድሕር ኮኑ ፀገም ዘለዎ ኮነ ክትምለስ እዩ ወይ ክትመርሒ ትኽእሊ ኢኺ ኣብ ርእሲ ሓዳሩ ናሃለየ ግን ክወልድ ድየ ብጣዕሚ እየ ዘፍቅሮ ዘኽብረልካ ክትሓስብ ከለኻ ግን ከቢድ ቃልል ኣይኾነ እና ካብ ከምዚ ዓይነት ስራሕስ ንቆጠው እዝጋሄር ኣምላክ ኣይፈትይ ክብል ይደሊ ማለት እዩ ኩራት ፋሚሊ እና ዝተጋግህዎ ኣብ ኮመንቲ ኣርምኒ ናይ ሎማዓንቲ መደና እዚኣ ትመስል ብካሊእ መዳይ ክሳብ ዝመፀኩም ድማ ናይ ቻናል ሓድሽ ዝኾንኩም ላይክ ሸር ሳብስክራይብ ናገበርኩም ቤተሰብ ኩኑ ቤተሰብ ካዓኩም ትልሙድ ሃናፂ ርእይትኹም ኣይፈለኒ ክብል ይደሊ እና ኩላና ደቂ ኣንስትዮ ኣሕዋተይ ክብርና ንሓሊ ክብል ይደሊ ይመችኹም